ሰላም ሰላም ፍትዋትን ክብራትን ተኸታተልትና ከመይ ትጸንሑ ሎሚ ን ከምዝልተለመደ ሓደሽቲ ሓደሽቲ ዜናታት ሒዘልኩም ቀሪበን ኢኹም ነዚ ቻናል ሓደሽቲ ትኹን ኩሉኹም ላይክ ሸር ሰብስክራይብ ምግባር ኣይትርስዑ እዚ ቪድዮ ንምንታይ ን ኩሉ ሰብ ክባጻሕ ብ ላይክ ምግባር ጀምሩ ሽምበኣርከስ ክብራትን ፍትዋትን ተኸታተልትና እስቲ ከም መእተዊ ክኾነና ብዘውዝኒ ቪድዮ ንጀምር። በተለይ ንኤርትራውያን
ሰላም ምስ ዝደሊ ናይ ኤርትራ ህዝብን መንግስትን ንሰላም ደው ምባል ክንቅፅለሉ ኢና። ጆኖሳይድ ንዝቐፅል ሓይሊ ከዓ ኩሎም ጆኖሳይድ ዝቃወሙ ሓይልታት ኣብ ከባቢና ዘለዉ ኣምሓራ ይኹን ኤርትራ ይኹን ኣጎብ ይኹን ዓፋር ኣብ ጎኒ ህዝቢ ትግራይ ክኾኑ ኣብ ጎኒ ሰራዊት እዚ ክኾኑ ከዓ በዚ ኣጋጣሚ እዚዩ መልእኽትና ንሕልፍ ከይድገም ኢና ንደሊ ዝሓለፈ ረስዕና ኣይኮነን ከይድገም ኣብ ቦርደር ኤርትራ ኢና ዘለና ግልፂ እዩ ንሕና ንደሊ ሰላም እዩ ተጋሩን ኤርትራውያንን ብሰላም ክነብሩ እዩ ሕጋዊ ክኸውን እዩ ንሕና ሉዓላዊነት ብዝምልከት ናይ ኢትዮጵያ ምዃን ንፈልጥ ኢና ብሕጊ እሰይ ኮነት ፀገም ሰላም ግን ንደሊ ኢና ስለ ሰላም ምስ ዝደሊ ህዝቢ ኤርትራ ብሰላም ክንነብር ኢና ንደሊ ሰላም ምስ ዝደሪ ተኻሊእ ብሕጊ ብስርዓት ይፃረየልና ጆኖሳይድ ተፈፂሙና እዩ እዚዩ ክቕፅል እየ ንዝብል ሓይሊ ግን ደው ይበል እዩ ደው ከም እንብል ከዓ ኢና እነረጋግፅ ዘለና ኣብ መጨረሻ ቃል ኢና እናኣቱ ዘለና ኣብ መኸተ ህዝቢ ትግራይ ክንትግብሮ ውንና ኣብ መወዳእታ ሓደ ሓደ ነገር ክዛረብ ብቃሎም ሓልዮም ኣብ መኸተ ህዝቢ ትግራይ መወዳእታ መስዋእቲ ዝኸፈሉ ቃልሲ ህዝቢ ትግራይ ጀሚሮም ዝወድኡ ብፆትና ቃል ክዓፅዎ እየ ዘረባይ። ብፃይ ስዩም ካብዚ ህዝቢ እዚ ተወሊድና እዚ ህዝቢ እዚ የቃሊሱና እዕብዩና ነዚ ህዝቢ እዚ ጠሊምና ደኣ ናበይ ክንከድ? ዋላ ደጋጊምና ክንስዋእ ኢና ኢሉ ጀሚርዋ እቲ ቃልሲ ወዲእዋ ክብሪ ይሃበልና ዘልኣለም። ብጻይ ኣባይ ካብቶም ዝጀመሩን ብመስዋእቲ ዝወድእን እዩ። ዕላማ ይሃለወና፣ ኣወዳድባና ውዳበ ይሃለወና፣ ቅኑዕ ዕላማ ኣወዳድባና ቅኑዕ ወይ ድማ ትክክለኛ ኣመራርሓ ይሃለወና። ቀደም ኣይተንበርከኽና፣ ኣብ ዝሓለፈ ስርዓታት ኣይተንበርከኽና፣ ሕዚ እውን ኣይንንብርከኽን፣ እዚ መስዋእቲ ዝሓትት ተኾይኑ ከዓ ክንከፍሎ ኢና ኢሉ ገይርዋ ከዓ ሕዚ ሰላም ማእኸል ጌርና ብቐፃሊ ካብዚ መፅኡ ተጋሩ ከንብርክኽየ ዝብል ግን ንሕናኸ ደቂ መን ኮይንና ኣብዚ ታሪክ ምዕራፍ እዚ ዘለና ኣብዚ ወለዶ እዚ ዘለና ሕሉፍ ታሪክ ኣብ ትግራይ ግፋ ክህሉ ይፅዕሩ ኣለው። ግፋ ክህሉ ዝፅዕር ዘሎ መን እዩ? እቶም ሓምሻይ መስርዕ እቶም ፀለምትን ፃዓዱን ባንዳታትን እዮም። ንምንታይ ማሕበራዊ ቅልውላብ ከይህሉ፣ ኣብ ትግራይ ስኒት ከይህሉ ቀንዲ ትኩረቶም መን እዩ? ፈጣሪኡን ፈሓጣሪኡን ግፋ ኣብ ትግራይ ዘለና ናይ መኸተ ሓይልታት ኣይኮናን። ፈጣሪኡን ፋሕጣሪኡን እዞም ሓምሻይ መስርዕን እዞም ጭራኦም ደው ኣቢሎም ንኣዲስ ኣበባ ዝሃደሙ ጸዓዱ ባንዳታትን ብግልጺ ኣብዚ መሓውር ኣለዎም መሓውር ኣለዎም ገንዘብ እውን ሚልዮናት የፍስሱ ኣለዉ ኣብዚ ቦታ እዚ ግፋ ኣለና በሉ ብፈጠራ የውርዩ ካሜራ የዳልዉ የዋድዱ ከምቲ ትማሊ ተገበረ መቐለ ማለት እዩ ኣዋዲዶም የዋዓውዕዎ እቲ መንእሰይ ክርዕድ ክፈርሕ ሃጽ ኢሉ ዓዱ ገዲፉ ክወጽእ ይገብርዎ ማለት እዩ። ኣብ ውሽጥና እውን ብናትና ናይ መሪሕነት ናይ መንግስቲ ናይ መሪሕነት ድኽመት ኣብ ውሽጢ ምስዚኦም እናተናባቡ ካብቲ ናይ መንግስቲ መደብ ወፃእ ዝሰርሑ ኣለዉ እቶም ሓምሻይ መስርዕ ንብሎም ዘለና ማለት እዩ እዚኣቶም እውን ካሊእ ግንባር ናይ ናይ ፀላእ ኮይኖም ዘገልግሉ ዘለዉ እዮም እዚኦም ንመን እዮም ንንስምረት ፓርቲ ንንወለዶ ፓርቲ እቶም ካብ ትግራይ ተጓሓሒፎም ናብኡ ዝኸዱ እርይራይ ውድባት እውን ኣለዉ ውድባት ኢና ዝብሉ።
ናብ ሰላም ተመለሱ ማለት ንብልፅግና ክበሃል ዝግበኦ ዶ ኣይኮነን እዩ? ምስ ውዕሊ ፕሪቶርያ ተተሓሒዙ እቲ ክንፈ ዘልዕሎ ዝነበረ ሕዚ ናብ ጎነፅ ዝቕስቅስ ዘሎ እኮ ከምቲ ንስኻ እውን ዝገለፅካዮ ብልፅግና እዩ። ኣብ ልዕሊ ትግራይ ተኹሲ ይኸፍት እዩ በብእዋኑ፣ መዓት ደቂ ተጋሩ እውን መስዋእቲ ከፊሎም እዮም ብድሮን ይኹን ብተኹሲ ማለት እዩ። ዕጡቓት ኣዋፊሩ ብዓፋር ይኹን ብኻልኦት ከባብታት ኣብ መንጎ ትግራይን ኢትዮጵያን ዘሎ ቦርደር እውን ተደጋጋሚ ዝኾኑ ትንኮሳታት እውን ተገይሮም እዮም። ኣብዚ እዋን እዚ ማዕቐብ ዘይተገብረ ሕዚ ትግራይ ስቕ ኣብ ዝበለትሉ እዋን ከመይ ገይሩ እዚ ማዕቐብ እዚ ተገይሩ እሞ ድማ ፍትሓዊ ክንብሎ ንኽእል? ካብኡ ከ እቲ ቀንዲ ድፍኢት ናብዚ ኣሜሪካ ናብዚ ድፍኢት እዚ ወይ ከዓ ናብዚ ውሳነ እዚ ንኽትበፅሕ እቲ ቀንዲ ድፍኢት ዘሕደረላ ወይ ከዓ ዘሕደሩ ኣካላት ከ ንመን እዮም ኣብዚ መዳይ እዚ ክንብል ናይ መን ውድቀት እዩ ምባል ንኽእል ኢና ዝብሉ ጉዳያት ጥቕልል ኣቢልካ ክትርእይለ? እቲ ክንፈ ዘቐመጦ ዘፈር ዘፈር ገይሩ ፅቡቕ እዩ ባይዘወይ ብፍላይ ነዚ ጉዳይ እዚ ከመይ ንመልከቶ ኢሉ ዘቐመጦ ብሰለስተ መልክዕ ኣይ ቲንክ ኣብቲ ክልተ ክንህሉ ንኽእል ኢና ከም ተጋሩ ኢለ ይሓስብ ከም ትንታንን ከም ተዓዛቢ ኮንካ ምርኣይ ብሞያውን ብትንታንን እቲ ካልኣይ ከም ትግራዋይ ኮንካ ንትግራይ ከመይ ይፀሉ ዝብል ምርኣይ እቲ ሳልሳይ ግን ኦፕሽን ክኸውን ይኽእል ንትግራዋይ ኢትዮጵያ ወይ ብልፅግና ኢልካ ኣለስ ኣእምሮካ ሕሙም እንተዘይኮይንካ ማለት እዩ ትግራዋይ ኮይኑ ብብልፅግና ጥብቅና ነዚ ጉዳይ እዚ ክርኢ ዝፍትን ናተይ ገምጋም እየ ዘቅምጥ ዘለኩ ኖት ነሰሰርሊ ካልኦት ከምኡ ይረእይዎ ማለት ኣይኮንኩን ኦር እቶም ከምኡ ዝገብሩ ሰባት ንነብሶም ከምኡ ክሪኡ ኣለዎም ማለት ኣይኮንኩን ኣነ ግን ከምኡ ኢለ እየ ዝኣምን ናይ ኣእምሮ ፀገም ክህልወካ ኣለዎ ኣብዚ ሰዓት እዚ ንብልፅግና ደጊፍካ ኣይኮነን ኣብ ዓለም ለኻዊ መድረኽ ኣብ ከምዚ ዓይነት ኣርእስቲ ኣብቲ ሎካል ዝገብሮም ነገራት እውን ኣብቲ ውሽጢ ዓዲ ዝገብሮም ነገራት በፍፁም ኣይኸውንን እቲ ዘሕዝን ግን ክንሪኦ ዘለና ብልፅግና ሕዚ ከምኡ ዝሓስቡ ተጋሩ ምርካቡ መን ብዝፈጠረሉ ዕድል እዩ ኢልካ ምርኣይ ኣይ ቲንክ ኣገዳሲ ይመስለኒ ተሃልዮም ከምኡ ዓይነት ንብልፅግና ተቆርቂሮም ብልፅግና መዕቐበ ይግብኦን እዩ ልክዕ እዩ ጦርነት እውን ኣይደልን ሰላም እዩ ዝደሊ ብልፅግና ኣብ ካልኦት ከባብታት ኢትዮጵያ እውን ሰላም እዩ ዘስፍን ዘሎ ከምዛ ሓንቲ ናይ ብልፅግና ወፅያ ጥይት ተኩሶ ይፈልጥን ዝበለቶ ማለት እዩ ዕዲት ዓይነት ሰበይቲ ኣይ ቲንክ ሚኒስቴር ድያ ገሊኣ መስለኒ ኣብቲ ናይ ብልፅግና ግን ተጋሩ ኮይኖም ከምኡ ክብሉ ከለዉ ኣነ ይጉህ እየ ንምንታይ ኣብዚ ወዲቕና ኢለ እየ ግን ዝሓትት ቅድሚ ነቶም ተጋሩ ናይ ኣብይ ተጋሩ ናይ ግዛዕ ተጋሩ ገለመለ ኢለ ምፍራጀይ ማርከስ ፍቱዋትን ኩቡራትን ተኸታተልትና ሎም ዕለት ልሓርናይ ምድየታት ዚኣቶም ሞስ ነይሮም ተሞችኩም ላስት ፋ ንገብር እስካብ ቐጻሊ ንጋል ብብለለኹም ሰናይ ጻንሒት ክኹንልኩም ናትመንና።